ሰላም ከመይ ቀኒኹም ተኻታተልቲ ሰላም ፎቶግራፊ እምበኣር ንሎማዓንቲ ውን ከም ዝሓለፈ ሓንቲ ቪድዮ ሒዘልኩም መጽየ ኣለኹ ንሎማዓንቲ ንሰርሓ ወይ ከኣ ክርእያ ሓሲበ ዘለኹ ቪድዮ ከመይ ጌርና ስሪዲ ቴክስት ኣብ ፎቶ ሾፕ ክንሰርሕ ከም ንኽእል ሓቢርና ክንርኢ ኢና ስለዚ ብሓባር ንከታተል መጀመርያ ነገር ንገብሮ እንታይ እዩ ነቲ ንሕና እንጥቀመሉ ሶፍትዌር ኢና ንኸፍቶ ማለት እዩ ስለዚ እቲ ኣነ ዝጥቀመሉ ሶፍትዌር ከኣ ፎቶ ሾፕ ሲሲ ስለ ዝኾነ ንኡ ከመይ ጌረ ከም ዝኸፍቶ ብሓባር ንከታተል። ቀጺልና ንገብሮ እንታይ እዩ ነዚ ኣነ ዝጥቀመሉ ሶፍትዌር ዳብል ክሊክ ብምግባር ክኸፍቶ እየ ማለት ስለዚ ናብኡ ክብለኩም ኦኬ ከም ትሪእዎ ዘለኹም እቲ ኣነ ዝጥቀመሉ ሶፍትዌር ነዚ ይመስል ማለት እዩ ቀፂልና ነገር ቀፂልና ንገብሮ ነገር እንታይ እዩ ከመይ ጌርና ኢና እቲ ንሕና ክንሰርሓሉ ሓሲብና ዘለና ለየር ክንከፍት ንኽእል ክሪ ኢና ማለት እዩ ስለዚ ኣብዚ ትሪእዎ ዘለኹም ፋይል ዝብል ብምኻድ ክሊክ ንገብር ቀፂልና ኒው ወይ ከዓ ኮንትሮል ኤን ንፀቅጥ ማለት እዩ ካብዚ ብምቕጻል ትሪእዎ እንተደሃሊኹም ኣብዚ ዝተፈላለየ ኣማራጺታት ክህበኩም ይኽእል እዩ ማለት እዩ። ስለዚ ኣነ ንሎማዓንቲ ኩሰርሓ ወይ ክወስዳ ሓሲበ ዘለኹ ነዚኣ ዓሰርተ ሸውዓተ ዕስራ ወይ ከኣ ዓሰርተ ሰማንያ ፒክሰል ዘላ እዚኣ ክወስድ እየ ማለት እዩ። ብምቕጻል ኣብዚ እቲ ባግራውንድ ኮንተንት ዝብል ዘሎ ብላክ ትገብርዎ ማለት እዩ። ስለዚ ቀጺልኩም እንታይ ክትብልዋ ኣብዚ ክሬት ዝብል ዘሎ ኦኬ ትብልዋ ማለት እዩ። ኦኬ ምስ በልናያ ከምዚ ትርእይዋ ዘለኹም እያ ክትበልና ስለዚ ኣነ ቴክስ ዝብል ጽሒፈ ቴክስ ዝብል ይወስድ ማለት እዩ ስለዚ ኣብዚ ብጫ ክገብሮ እየ ነቲ ፅሑፍ ናተይ ከምዚ ክገብሮ እየ ማለት እዩ ኦኬ ይብላ ከም ትሪእዎ ዘለኹም ፅሑፍ ምፅሓፉ ብምቕፃል እንታይ እዩ ዝገብር ኣብዚ ታሕቲ እንተ ትሪእዎ ሃሊኹም ኒው ለየር ዝብል ኣሎ እና ክረኤት ኒው ለየር ንሃርም ኦኬ ነዚ ኒው ለየር ክረኤት ምስ ገበርና ራይት ክሊክ ጌርና ክረኤት ኮብ ክሊፒንግ ማስክ ንብላ ማለት እዩ ኦኬ ከም ትሪእዎ ዘለኹም ክረኤት ክሊፒንግ ማስክ ገርና ኣለና ማለት ማስክ ገርና ኣላ ቀፂልና እንታይ ኢና ንገብር ኣብዚ ታሕትን ብላዕልን ብራሽ ቱል ክንሃርም ኢና ማለት እዩ ስለዚ ኣብዚ ከኣ ትሪእዎ እንተሃሊኹም ጸሊምን ጻዕዳን ኣለና እዚ ማለት እዩ ኦኬ ብራሽ ትብሉ ክንሃርም መጀመርያ እዚኣ ንቀያይራ እዚ ባክግራውንድ ከለር ዘሎ ጸሊም ንገብር መጀመርያ ማለት ስለዚ ኣብዚ ብራሽ ትል ብምኻድ በዚ ታሕቲ ቁሩብ ክሃርመ እየ ማለት እዩ ኦኬ ናብዚ ናይ ላዕለዋይ ንምህራም ከዓ ነቲ ፃዕዳ ቀይርና ናብዚ ንመፅእ ማለት እዩ ኦኬ ብራሽ ቱል ሃሪምና ምስ ወዳእና ኣብዚ ትሪእዎ እንተሃለኹም ኖርማል ዝብል ዘሎ መፂና ኦቨርለይ ንገብሮ ኦኬ ኦቨርለይ ምስ ገበርና ኦፓሲቲ ከዓ ኣርባዓን ሸውዓተን ንገብሮ ማለት እዩ ኦኬ ካብዚ ብምቕፃል እንታይ ኢና ንገብር ነዛ ንሕና ሰራሕናያ ቴክስ ሰሌክት ብምግባር ራይት ክሊክ ሃሪምና ብለንዲንግ ኦፕሽን ንኣቱ ማለት እዩ ኦኬ ብለንዲንግ ኦፕሽን ምስ ኣተና ኣብዚ ባቨል ኤንድ ኢምቦስ ዝብል ዘሎ ክሊክ ንገብር ኦኬ ከም ትሪኦ ዘለኹም በዚ ጫፍ ጫፍ መፂ ኣለዎ ኣትራይዎ ኦኬ እዚ ምስ ገበርና ኣብዚ ብለንድ ሞድ ኖርማል ንገብሮ ኦፓሲቲ ሚእቲ እዚ ማለት እዩ ከም ትሪእዎ ኩሉ ሰቲንግ ኣዳሊኹም ትውድኡ ማለት እዩ። ስለዚ ከም ትሪእዎ ኣነ ኩሉ ሲቲግ ኣጃስት ክገብሮ እየ። ከም ትሪእዎ ዘለኹም ብለንዲንግ ኦፕሽን ምስ መረጽና ስታይል ኢነር ባበል ቴክኒክ ሼዝ ሃርድ ንገብሮ ማለት እዩ። ዴፕዝ ከኣ ሽሕ ንገብሮ። ኣብዚ ዲረክሽን ከኣ ኣብ ዘሎ ዝተፈላለየ ክትገብርዎ ትክእሉ ኢኩም ሃይላይት ሞድ ከኣ ኦቨርለይ ጻዕዳ ማለት እዩ ሕብሪ ሻዶው ሞድ ከኣ ማልቲፕላይ ጸሊም ኦፓሲቲ ከኣ ዜሮ ንገብሮ ማለት እዩ ነዚ ጌርና ምስ ወዳእና ኣብዚ ኦኬ ንብላ ኦኬ ቀጺልና ነገር ንገብሮ እንታይ እዩ ነዛ ናህና ቴክስ ዳብል ክሊክ ሶሪ ዱፕሊኬት ንገብራ ማለት እዩ ኮንትሮል ጄይ ብምጽቃጥ ኦኬ ነዛ ቀዳመይቲ ዝነበረት ቴክስት ነታ ናይ መጀመርያ ሰሌክት ንገብራ ራይት ክሊክ ብምግባር ኣብ ታሕቲ እትሪእዎ እንተደሃሊኹም ክሊር ሌየር ስታይል ዝብሎ ክሊክ ንገብር ኦኬ ኣብኡ ተመሊስና ኤገይን ራይት ክሊክ ብምግባር ሬስተራይዝ ታይፕ ንብላ ማለት እዩ ኦኬ ከምዚ ጌርና ምስ ወዳእና ኣብዚ መፂና ነዚኣ ኤገይን ነባዝሓ ማለት እዩ። ንካልኣይቲ ሌየር ንገብረላ ነዛ ቴክስት ሽፍት ሽፍት ብምፅቃጥ ኦኬ ሽፍት ፀቂጠ ሓንቲ ክሰርሓ ኣለያ ማለት እዩ። ኦኬ ንከታተል ከምዚ ምናልባት እንድሕር ኣብያትኩም ብሽፍት ፅቡቅ ገርኩም ፅቆጥዎ ማለት እየ። ኦኬ ትሪእዎ እንተሃሊኹም የንቀሳቅሶ ኣለኹ ኣነ ነዚኣ ታሕተወይቲ ትሪእዋ ዘለኹም ሓዳሽ ዝሰራሕናያ ሌየር ኣብዚ ሰሌክት ብምግባር ክሊክ ብምግባር ሕብሪ ክንቅይረላ ኢና ማለት እየ። ኦኬ ከምዚ ዓይነት ሕብሪ ክንገብረላ ኢና ማለት እዩ ኦኬ ኩሉ ነገር ኣስተኻኺልና ምስ ወዳእና እንታይ ኢና ንገብር ኣብዚ እንተ ትሪእዎ ኣለኹም ፖሊጎናል ላሶ ትብል ዘሎ ብምምፃእ ኣብዚ ሰሌክት ንገብር ማለት እዩ ሰሌክት ንገብር ኣብዚ መፂእና ኸዓ ሰሌክት ንገብር ንቕፅሎ ቀፂልና ኮንትሮል ስፓስ ንሃርም ማለት እዩ ስለዚ ዲሰሌክት ንብላ ብመፂ ኢና ኦኬ ምናልባት እንድሕር ደኣ ጌጋ ፈፂምኩም ትሪእዎ እንተሃልኹም በጫፍ ንእሽተይ ጌጋ ኣላ ንኣ ንምምላስ ኮንትሮል ዜድ ክንሃርም ንኽእል ኢና ማለት እዩ ስለዚ ተመሊስና ሰሌክት ንብላ ኣብዚ ኣብዚ ሰሌክት ንገብር ኤገይን ንመፅእ ኦኬ ከምዚ እንዳበልና ንኹሉ ኮንትሮል ስፔስ እናገበርና ክንሃርም ንኽእል ኢና ማለት እዩ ቀፂልና ስለዚ ነተረፈ ከምኡ እናገበርና ንኹሉ ንገብረሉ ማለት እዩ ስለዚ ከምኡ ገይረ ንኹሉ ክሃርሞ እየ ኦኬ ንኺድ

ባክ ድብላ ምናልባት ከም ዘልኩም ድሕሪ ገጋ ፈፂምኩም እዚ ኦኬ ንቐፅል ንኩሉ ከምኡ እንዳገበርና ክንምልኦ ኢና ማለት እዩ ስለዚ ኣብዚ ከማን ንመፅእ ኦኬ ከም ትሪእዎ ዘለኹም ከምዚ እናገበርና ንኩላ ክንሰርሓ ኢና ማለት ስለዚ ኣብዚ ንመፅእ ከዓ ኣብዚ ሃሪምና ኣብዚ ክሊክ ንገብር ኣብዚ ንሃርማ ኮንትሮል ስፔስ ማለት እዩ ኮንትሮል ዲ ካድ ሰሌክት ኦኬ ኣብዚ ከዓ ንመፅእ ኮንትሮል ስፔስ ን ኮንትሮል ዲ ሰሌክት ከዓ ማለት እዩ ስለዚ ከም ትሪእዋ ዘለኹም ናብ ምዝዛም ገጻ እያ ማለት እዩ። ኦኬ እምበር እታ ክንሰርሓ ዝጸናሕና ቴክስ ወይ ከኣ ታይትል ነዚኣ ትመስል ማለት እዩ። ስረ ዳይመንሽን ኣብ መወዳእታ ኣብጺሕናያ ኣለና። ምናልባት ግን ነቲ ብላክ ባክግራውንድ ዘሎ ክትቅይርዎ ምስ ትደልዩ ኣብዚ ባክግራውንድ ሌየር ዝብል ዘሎ ጸሊም ሰሌክት ብምግባር ራይት ክሊክ ትገብሩ ኣብቲ ማውዝ ኣብዚ ብሌንዲንግ ኦፕሽን ዝብል ዘሎ ብምኻድ ከለር ኦቨርለይ ዝብል ንሃርም ማለት እዩ። ስለዚ ኣብዚ ኣቲኹም ዝተፈላለየ ክትመርጹላ ትኽእሉ ኢኹም ማለት እዩ። ከምዚ እንዳገበርኩም እቲ ንዓኹም ደስ ዝብለኩም ወይ ምሳኣ ዝሰማማዕ እዩ ዝበልኩሞ ክትገብሩ ትኽእሉ ኢኹም። ስለዚ ኣነ ዝመርጸላ እየ። ከምዚ ዓይነት ክወስደላ እየ ማለት እዩ። ቀጺለ ኦኬ ይብላ ማለት እዩ። ስለዚ ንሎማዓንቲ ዘዳለኹዋ ቪድዮ ኣብ ፎቶሾፕ ነዚኣ ትመስል ኔራ ኣብ ቀጻሊ ብኻልእ ስራሕ ክሳብ ንራኸብ ሰሰናዩ ይምነየልኩም ኣብዛ ሎማዓንቲ ዝሰራሕኹዋ ስራሕ ዘይተረደኣኩም ወይ ሕቶ ምስ ዝህልወኩም ኣብቲ ታሕቲ ኮመንት ክትጽሕፉለይ ትኽእሉ ኢኹም ስለዚ ኣብ ቀጻሊ ሰሰናዩ።